እምበኣር ኣብዛ ክላስ ሓንቲ ኤግዛምፕል ሒዘ መፅ ኣለኹ ኣብ ናይ ማት ጂኦሜትሪ ኣቐዲምና ትራንግል ሲሚላሪቲ ኢንትሮዳክሽን ርኢና ኣብ ዝሓለፈ ክላስ ከምኡውን ኣብ ዝሓለፈ ክላስ ዝተወሰኑ ኣፕሊኬሽን ሶልቭ ጌርና ዝተወሰኑ ፕሮብሌም እምበኣርከስ ኣብዚኣ ሕጂ ሓንቲ ሓዳሽ ዘይረኣናያ ዓይነት ኣፕሊኬሽን ኣላ ንሳ እንታይ እንትሕር ኢልና ብመጀመርታ ክንስእላ ኢና ሓንቲ ሊና ኣለሃና ንበል ከምኡውን ካልእቲ ሊና ኣለሃና ንበል ንኣ እምበኣር ብሰለስተ ፓራረል ዝኾነ ሓንፃፅ እንድሕር ድኣ ከፊልናያ ኣብዚ እምበር ንኩለን ክንሰመየና እዚ ንምባልካ እንታይ ኣብዚ ኤ ኣለና ንበል ቢ ኣለና ንበል ሲ ኣለና ንበል ከምኡውን ዲ ኤኤፍ ኣለና ንበል ሕጂ እቲ ሓሳብ እንታይ እዩ ንኣብነት እንተ ደኣ ኣብዚ ሸሞንተ ነይርና ከምኡ እውን ኣርባዕተ እንድሕር ደኣ ነይርና ንኺድ ኣብዚ እውን ሽዱሽተ ነይርና ንበል ኣብዚ ግን ዋይ ኣለና ንበል ሕጂ እቲ ዋይ ርኸብዎ እዩ እንድሕር ተባሂልና ኣብዚ ቀዳማይ ክንዕዘቦ ዘለና ሰለስቲኤን ሊን ፓራለል እየን ዘለዋ እዚአን ከዓ ንኣብነት እታ ቀዳመይቲ ሊን ሓደ ክልተ ሰለስተ እንድሕር ኢልና ሊን ሓደ ፓራለል እዩ ዘሎ ምስ ሊን ክልተ ፓራለል እዩ ዘሎ ምስ ሊን ሰለስተ ማለት እዩ እዚ እቲ ቀዳማይ ክንዕዘቦ ደልና ድሕር ቀፂልና ተዓዚብናዮ ከዓ እንታይ ብለና እንድሕር ደኣ ክልተ ፓራረር ንሓደ ኣንግል ሰንጢቆም ሓሊፎም እምበኣርከስ ኣብዚ ዘሎ ኣንግል እውን ኮንግረንቲ ከም ድሕብል ሕጊ ኣለና ባይዘወይ ሕጂ ንሕና ኣብዚ ድሓን እንታይ ክንዕዘብ ኢና እንድሕር ደኣ ሰለስተ ኣንግል ክልተ ኣንግል እንድሕር ደኣ ፓራለል ሃልዮም እምበኣርከስ እቲ ኣብ መንጎ ክልቲኦም ደሎ ሳይድ ንሱ ከኣ ናይ እንድሕር ኢልና እቲ ካብዚ ናብዚ ዘሎ ከምኡ እውን ካብዚ ናብዚ ዘሎ ኣብ መንጎኡ ደሎ ረሾ እምበኣርከስ ንሱ ማዕረ እዩ ምስቲ ጎኑ ደሎ ካልእ ማለት እዩ ንሱ ከኣ ናይ እንድሕር ኢልና እቲ ካብዚ ናብዚ ዘሎ እቲ ካብዚ ናብዚ ዘሎ ረሾ ማዕረ እዩ ምስቲ ካብዚ ናብዚ ዘሎ ብካልእ ኣበሃህላ እንታይ ማለት እዩ እዚ ንኣብነት እንድሕር ደኣ ካልክልሽ ክንገብር ፈቲና እንታይ ክንብል ኢና ሳይድ ኤቢ ዝተመቕሎ ንኣብነት ንሳይድ ቢሲ እትኡ ደሎ ረሾ ማዕረ እዩ ምስ ናይ ሳይድ ዲ ኢ ዝተመቕሎ ናብ ናይ ሳይድ ኢኤፍ ድሕሪ ሕጂ ንኣብነት ክንዕዘቦ ደሊና ኣብ ኤቢ ሸሞንተ ኣለና ከምኡ እውን ኣብ ቢሲ ኣርባዕተ ኣለና ኣብ ሳይድ ዲኢ ሽዱሽተ ኣለና ከምኡ እውን ኣብ ሳይድ ኢኤፍ ዋይ ኣለና ሕጂ እንድሕር ደኣ ነዚ ሶልቭ ክንገብሮ ፈቲና እንታይ በና ብኢድ ጸጋም ክሪስ ክሮስ ክንገብር ኢና ብኢድ ጸጋም ዋይ ኣለና ዋይ ሸሞንተ ዋይ ኣለና ይቕሬታ ብኢድ የማን ከዓኒ ኣርባዕተ ዝረብሖ ኣርባዕተ ዝረብሖ ሽዱሽተ ኣለና ንሱ ከዓኒ ዕስራን ኣርባዕተን ሕጂ እንታይ ማለት እዩ እዚ ዋይ ብኢድ የማን ክተርፈና እዩ እንድሕር ደኣ በዚ ብሸሞንተ መቒልና ዋይ ብኢድ የማን ክተርፈና እዩ ብኢድ ጸጋም ከኣኒ እዚ ብርእሲ ሸሞንተ ክጣፋእ እዩ ዋይ ብኢድ ጸጋም ይተርፍ ብኢድ የማን ከኣኒ ሸሞንተ ብር ኣብ ትሕቲ ዒስራን ኣርባዕተን እንታይ በና ሰሰለስቲኦም ክበና እዩ ማለት እዩ ሕጂ እንታይ ኢና ክንብል ደልና እምበኣርከስ ኣብዚ ይቕሬታ ካልእ ሕብሪ ክንጥቀም ኢና እንታይ እቲ ሓሳብ ኣብ መንጎ እዞም ኣብ መንጎ ሸሞንተን ኣርባዕተን ናይ ክንደይ ፍልልይ ኣሎ ናይ ክልተ ሸሞንተ ዝተመቐሎ ንኣርባዕተ ከክልቲኦም እዩ ይቕሬታ ናይ ክልተ ፍልልይ ኣሎ ኦኬ እሞ እምበኣርከስ ኣብዚ ሰለስተ ረኺብና ኣለና ኣሎ ዋይ ሰለስተ ሂብና ኣሎ እምበኣርከስ ኣብ መንጎ ሽዱሽተን ሰለስተን ከዓ ናይ ክልተ ፍልልይ ኣለና በዚ መንፅር እምበኣር ድሕሪ ሰለስተ ሊና ኣሊና ምስ ክልተ ፓራረር ዝሓልፉ ሰለስቲኦም ፓራረር ምስ ክልተ ሊን ተሰንጢቖም